ሰላም ሰላም ዝተፈተኹም ዘራውያን ንሎም እምበኣር ከምቲ ልሙድ ንዓኻትኩም ይምህሩን የዘናግዑን ዝበልናዮ መደባት ሒዝና ቀሪብና ኣለና ንሎሚ ቀሪብናልኩም ዘለና ትሕዝቶ መደብ ብዛዕባ እቲ መስረቲ ኤፍቢኣይ ዝነበረ

ጆን ኤድጋር ሆቨን ን48 ዓመት ዳይረክተር ፈደራላዊ ቢሮ መርመራ ኣሜሪካ ኮይኑ ዘገልገለ እዩ ብተወሳኺ ካብ ንኡስን ውሱን መሓውራት ዝነበሮ ቤት ፅሕፈት መርመራ ናይ ሓደ ኣዝዩ ውሃ ዘብል ኣብዚ ግዜ እዚ በፂሕዎ ዘሎ ኣዝዩ ተፈራሕን ምስጢር ዘይሕብኦ ፀላዊ ፈደራላዊ ቤት ፅሕፈት መርመራ ኣሜሪካ ክኸውን ዘኽኣለ ውልቀ ሰብ እዩ እቲ ንእተወደቡ ጕጅለታት ከምኡውን ንውልቀ ሰባት ማለት ንፖለቲከኛታት፣ ውሩያት ሰባት ከምኡውን ንፖለቲካውያን ተቓወምቲ ንምጥቃዕ ዝጥቀመሉ ዝነበረ ቍጥዓ ዝመልኦ ሜላታት ኣብ ብምሉኡ ሞይኡ ብፍላይ ከኣ ድሕሪ ሞቱ ዋላ እውን እቲ ዘይሕጋዊ ንጥፈታት ስለያ ናይቲ ቤት ጽሕፈት መርመራ ግሁድ ክኸውን ምስ ጀመረ ሆቨን ከም ኣዝዩ ሓያልን ኣካታዒ ውልቀ ሰብን ክኸውን በቒዑ ኢዩ። ጆን ኤድጋር ሆቨር ብሓደ ጥሪ 1895 ኣብ ዋሽንግተን ዲሲ ዝተወልደ ኮይኑ ካልኣይ ደረጃ ትምህርቱ ምስ ወደ ኣብ ቤት ትምህርቲ ሕጊ ናይ ዩኒቨርሲቲ ጆርጅ ዋሽንግተን ናይ ለይቲ ትምህርቲ እናተማህረ ኣብ ቤት ጽሕፈት ኮንግረስ ይሰርሕ ነበረ ኣብ መወዳእቱ ኸኣ ኤልኤልቢ ናይ ሕጊ ባችለር ከምኡውን ኤልኤልኤም ናይ ማስተርስ ሕጊ ዲግሪ ረኸበ ብ1917 ሕቡራት መንግስታት ኣሜሪካ ኣብ ቀዳማይ ውግእ ዓለም ኣብ ዝኣተወትሉ ዓመት ሆቨር ነቲ መሰናኽል ሓሊፉ ኣብ ክፍሊ ፍትሒ ከም ጸሓፊ ኮይኑ ተቖጽረ። ሆቨር ብ ሽሕን ትሽዓተ ሚእትን ዓሰርተ ትሽዓተን ፍሉይ ተሓጋጋዚ ናይ ዓቃብ ሕጊ ሚቸል ፓልመር ኮይኑ ምስ ተሸመ ካብ ወተሃደራዊ ኮነ መንግስታዊ ሓበሬታ፣ መርመራ ናይ ፖሊስ፣ ናይ ብሕቲ መርመርቲ፣ ሓበሬታ ዝህቡ ሰባት ከምኡውን ሓያሎ ካልእ ዘተሓታትት ሕጋውነት ተጠቒሙ ዓሰርተታት ኣሽሓት ዝቑጸር ሓበሬታ ብዛዕባቶም ኣኽረርቲ ፖለቲካውያን ቀያዲ ሓበሬታ ክእክብ ጀመረ። ብክልተ ጥሪ ሽሕን ትሽዓተ ሚእትን ዒስራን እቲ ሆቨር ዝገበሮ ክፍሊ ቢሮ መርመራ ኣሜሪካ ክሳዕ ሽሕን ትሽዓተ ሚእትን ሰላሳን ሓሙሽተን ኤፍቢኣይ ተባሂሉ ኣይኮነን ዝፍለጥ ነይሩ። ኮይኑ ግን ብርክት ዝበሉ ተመሳሰልቲ ሃንደበታዊ ወራራትን ናይ ተፍትሽ ስርሒታትን ኣብ ብዙሓት ከተማታት ብምክያድ ብኣሽሓት ዝቑጸሩ ጥርጡራት ሰዓብቲ ናይ ኮሚኒስት ስርዓታትን ናዕበኛታት ቀይዲ በተኽ ኣኽረርትን ኣብ ትሕቲ ቀይዲ ኣእትዩ እዩ። ኣብ ፈለማ እቲ ፓልመር ዝበሃል መጥቃዕቲ ዕዉት ከም ዝኾነ ጌርካ እዩ ዝረአ ነይሩ። ነዊሕ ከይጸንሐ ከኣ ብዙሓት ሰባት ነቲ ብኣሽሓት ዝቑጸሩ ኣሜሪካውያን ዘለዎም ሲቪላዊ ሓርነት ብምጥሓሶም ነቐፍዎ። ኣብ መወዳእትኡ ፓልመር ብዘሕፍር መንገዲ ካብ ስርሑ እኳ እንተተሰናበተ፣ ሆቨር ግን ነቲ መጥቃዕቲ ኣብ ምውጻእን ኣብ ምፍጻምን ግደ እኳ እንተነበሮ ብተዛማዲ ከይተጎድኣ ብዕብየት ናብ ስልጣን መጸ። ብሽሕን ትሽዓተ ሚእትን ዕስራን ሓደን ሆቨር ተሓጋጋዚ ዳይረክተር እቲ ቢሮ ኮይኑ ተሸመ። ድሕሪ ሰለስተ ዓመት ፕሬዚደንት ዋረን ጂ ሃርዲን ብሕማም ልቢ ምስ ሞተን እቲ ናይ ቲዶም ስካንዳል ተባሂሉ ዝፍለጥ ናይ ብልሽውና ጉዳይ ምስ ተላዕለን እቲ ተካኢኡ ዝነበረ ካልቪን ኮሊጅ ከም ሓድሽ ዓቃብ ሕጊ ንሃርላን ፊስከስቶን ሰመዮም። ኣብ ግንቦት ሽሕን ትሽዓተ ሚእትን ዒስራን ኣርባዕተን ሃርላን ስቶን ንዳይረክተር ቤት ጽሕፈት መርመራ ካብ ስራሕ ድሕሪ ምስጓግ ንሆቨር ከም ካልኣይ ኣዛዚ ዳይረክተር ናይቲ ቤት ጽሕፈት ክኸውን ሸየሞ። ኣብቲ ግዜ ካልኣይ ኣዛዚ ናይቲ ቤት ጽሕፈት መርመራ ሆቨር ወዲ ዕስራን ትሽዓተን ዓመት እዩ ነይሩ። ብሰንኪ እቲ ብሽሕን ትሽዓተ ሚእትን ዒስራን እተመሓላለፈ እገዳ ኣብ ሕቡራት መንግስታት ኣሜሪካ እተወደበ ገበን ኣስፋሕፊሑ እዩ ነይሩ። ዝተፈላለዩ ጉጅለታት ገበን ከኣ ኣብቲ መኽሰብ ዘለዎ ናይ መስተ ዕዳጋ ቦትለግ ንሓድሕዶም ይወዳደሩ ነበሩ። ኣብ እዋን ዓብዪ ቁጠባዊ ቅልውላው ዝነበረሉ ግዜ፣ ሆሊውድ ከምኡውን መብዛሕትኦም ኣሜሪካውያን ምስ ኣንጻር ጾታ ፍቕራዊ ርክብ ዝነበሮም መራሕቲ ጉጅለታት ገበንን ዕሉላት ቀይዲ በተኽ ጉጅለታትን ከም ጆን ዲሊንገር፣ ቦኒ ፓርከር፣ ክላይድ ባሮው፣ ቤቢ ፌይስ፣ ኔልሰን ከምኡ'ውን ጆርጅ ማችን ጋን ኬሊ ዝኣመሰሉ ዕሉላት ገበነኛታት ንስልጣን መንግስቲ እታ ሃገር ብምቅዋም ከም ጀጋኑ እዮም ዝሕሰቡ ነይሮም። እንተኾነ ግን ሆቨር ነቲ ንሱ ዝመርሖ ዝነበረ ናይ ኤፍቢኣይ ምምሕዳር ኣንጻር እዞም ጉጅለታትን እቲ ሒዞሞ ዝነበሩ ናይ ልዕሊ ሕጊ ኣካይዳ ከም ዝቃወም ገይሩ ንድፊ ውጸኣ። ኮይኑ ከኣ እቶም ዳርጋ ኩሎም ጸዓዱን ኣብ ኮሌጃት እተማህሩን ቀለም ቀመስ ዝነበሩ ወኪላቱ ገይሩ መሳርዑ ውዱብ መንግስታዊ መርበብ ከም ዝኸውን ገይርዎ እዩ። ጸኒሖም እዞም ምሁራት ኣባላት ናይቲ ቤት ጽሕፈት ጂ መን ወይ ገቨርንመንት መን ናይ መንግስቲ ሰብኡት ተባሂሎም ብኬሊ ዝተባህለ ገበነኛ ኣብ ትሕቲ ቀይዲ ኣብ ዝኣተውሉ እዋን ዘውጻሎም መጸውዒ ምዃኑ ይፈልጡ እዮም። ብተወሳኺ እውን ሆቨር ነቲ ብልሽውና ዝመልኦ ቤት ጽሕፈት መርመራ ናብ ውጽኢታውን ክኢላታትን መርማሪ ሓይሊ ንምቕያር ተበገሰ። ነቶም ኣብ ትሕቲ ፓር ዝነበሩ መርመርቲ ካብ ስራሕ ሰጎጎም። ጽዑቕ ናይ ውዕለት መስርሕን ንኹሎም ወኪላት ጽኑዕ ኣካይዳ ናይ ምግባር ንጥፈታት ድማ ኣቕወመ። እቲ ብኤፍቢኣይ እናዓበየ ዝኸይድ ዝነበረ እኩብ ናይ ኣሰር ኣጻብዕቲ ፋይላት ናይ መሓዝን ካብ ምልእቲ እታ ሃገር ካብ መኽበርቲ ሕጊ ኣሰር ናይ ምእካብን ሓላፍነት እተዋህቦ ሓድሽ ክፍሊ ምልላይ እውን ኣቑሙ እዩ። ብተወሳኺ ንመጀመርያ ግዜ እተራቐቐ ናይ ሕክምና ምርምር ናይ ሬሳ ንምግባር ዘኽእልን ነቲ ናይቲ ቢሮ ቴክኒካዊ ቤት ምርምር ኮይኑ ዘገልግል ክፍሊ መስሪቱ እዩ። ብሽሕን ትሽዓተ ሚእትን ሰላሳታት ምስ ገበን እተተሓሓዘ ውግእ ንህዝቢ ስለ ዝጸለዎ ሆቨር ኣብ ኣእምሮ ህዝቢ ካብ ኩሉ ዝበለጸ ጂማን ወይ ገቨርመንት መን ኮነ? ጸኒሑ ፕረዚደንት ኣሜሪካ ኣብቲ ግዜቲ ዝነበረ ፍራንክሊን ዲ ሩዝቨልት ንቤት ጽሕፈት ኤፍቢኣይ ኣብ መላእታ ንኣባላት ሰሓብቲ ፋዚዝም ኮሚኒዝም ዕላማ ዝገበረ ምጽልጻልን ኣብ ቀይዲ ንምእታውን ወፍርታት ከገብር ምሉእ መሰል ሃቦ። እዚ ኸኣ ንሆቨር ናይ ውሽጢ ዘቤታዊ ናይ ስለላን ምጽንጻንን ንኸደንፍዖ ኣኽኢልዎ እዩ። ቁጽሮም እናወስኸ ዝኸይድ ዘሎ ዓቀይቶት ኢሉ ዝሓስቦም ሰባት እውን ይከታተል ነበረ። እዚ ድማ ነቶም ውሩያት ሰባት ናይቲ ግዜ እቲ ዘጠቓልል እዩ። ኣብ ካልኣይ ውግእ ዓለም ቤት ጽሕፈት ሆቨር ንመብዛሕትኡ ሓላፍነት ናይቲ ኣብ ዓዱን ኣብ ወጻኢ ሃገሩን ዝግበር ዝነበረ ናይ ስለያ ንጥፈታት ናይ ምርምር፣ ምክትታልን ሓላፍነት ተሰከሞ። ከመይሲ ኣብቲ ግዜ እቲ ትካል ማእከላይ ወኪል ስለያ ኣሜሪካ ማለት ሲኣይኤ፣ ኣይነበረን። ካልኣይ ውግእ ዓለም ናብ ዝሑል ኲናት ምስ ተሰጋገረ፣ ሆቨር ናብቲ ኣብ ምሉእ ህይወቱ ዝነበሮ ጭንቀት ማለት ናብቲ ምስ ስርዓት ኮሚኒዝም ዝገብሮ ውግእ ኣተኮረ። ኤፍቢኣይ ንከም ኣልገር ሂሰን፣ ጁልየንስ ኢተል ሮዘንበርግን ዝኣመሰሉ ተኸሰስቲ ሰለይቲ ኣበርቲዖም ብምኽሳስ ነቶም ሰለይቲ ሶቭየት ንምምሓውን ነቲ ናይ ሰላይ ነቲ ናይ ስለያ መራኸቢታቶም ንምብታንን ጻዕሪ ገበረ። ድሕሪ ምትንሳእን ምውዳቕን ማካርቲዝም፣ ሆቨር ቀንዲ ቀላሲ ናይ ጸረ ኮሚኒዝም ወፍሪ እታ ሃገር ኮነ። ከምቲ ኣቐዲሙ ስርዓት ኮሚኒዝም ምስ ግብረ ሶዶማውነት ምትእስሳር ከም ዘለዎ ጌርካ እዩ ዝሕሰብ ነይሩ። ኮይኑ ከኣ ኤፍቢኣይ ብዛዕባቶም ግብረ ሶዶም ዝገብሩ እተጠርጠሩ ወይ ፍሉጣት ሰባት ዝገልጽ ሰፊሕ ፋይላት ኣከበ። እቲ ዘገርም ከኣ ሆቨር ንባዕሉ ግብረ ሰዶማዊ እዩ ዝብል ቤላቤለው ካብ ሽሕን ትሽዓተ ሚእትን ሰላሳታት ኣትሒዙ ምስ ናይ ቀረባ ዓርኩን የማናይ ኢዱን ኣብ ኤፍቢኣይ ግብረ ሰዶማዊ ከም ዝኾነ ብሰፊሑ ይንገር እኳ እንተነበረ መስቀላዊ ኣከዳድና ብምኽዳን ከኣ ውሩይ እኳ እንተነበረ ሆቨር ምስ ቶልሰን ወይ ምስ ዝኾነ ይኹን ካልእ ሰብ ጾታዊ ርክብ ከም ዝገበረ ንዝገልጽ ሓሳብ ዝድግፍ ዱልዱል መርትዖ ግን የልቦን። ካብዚ ዝተፈለየ ግን ሆቨር ብፍላይ ምስ ኣዲኡ ጥብቂ ርክብ ስለ ዝነበሮ ብ1938 ክሳዕ እትመውት ድማ ምስኣ ኣብ ናይ ስድራ ቤቶም መንበሪ ስፍራ ከም ዝነበረ እዩ ዝንገር። ብዛዕባ ውልቃዊ ህይወቱ ካብዚ ብዝሓልፍ ግን ብምስጢር እዩ ተታሒዙ ዘሎ። ሆቨር ብ1960 ብዝገበሮ መርመራ መራሕቲ ናይ ምንቅስቓስ ሰብኣዊ መሰላት እታ ሃገር ምስ ስርዓት ኮሚኒዝም ጥቡቕ ርክብ ከም ዘለዎም ዝገልጽ እንተታት እምነታት ነይርዎ እዩ። ሆቨር ብተወሳኺ ንፕረዚደንት እታ ሃገር ዝነበረ ጆን ኤፍ ኬነዲን ምስ ጉጅለታት ማፍያ ንዝነበሮ ሕሉፍ ኣካይዳ ዝገልጽ ሰነዳዊ ጽሑፍ ኣዳልዩ እዩ። ካብዚ ብዝሓለፈ ምስ ሓዊ ፕረዚደንት እታ ሃገር ዝነበረ ኣዛዚ ላዕለዋይ ቤት ፍርዲ እታ ሃገር ዝኾነ ሮበርት ኬነዲ ብምኽንያት ንቤት ጽሕፈት ኤፍቢኣይ ኣመልኪቱ ኣብ ዝገበሮ ዝነበረ ሕሉፍ ምቁጽጻር እውን ኣብ ቀጻሊ ምጉርፋጥ እዩ ነይሩ። ሮበርት ኬኔዲ ብመሰረትቲ ሆቨር ዘቕርቦ ሕቶ ንመራሒ ሰብኣዊ መሰላት ዝነበረ ማርቲን ሉተር ኪንግ ጁኒየር ደረት ዘይብሉ ናይ ኤሌክትሮኒካዊ ምቁፅፃር ንክግበረሉ ፈቐደ። ኮይኑ ከዓ ኤፍቢኣይ ንብርክት ዝበለ ንጥፈታትን ውልቃዊ ህይወት ናይቶም ኣባላት ምንቅስቓስ ሰብኣዊ መሰላትን ክስንዶ ክኢሉ እዩ። ጆን ኤፍ ከነዲ ምስ ተቐትለ ፕሬዚደንት ሊንደን ቢ ጆንሰን ካብ ቅድሚ ሕጂ ብዝያዳ ኣብ ሆቨር ተወከለ ነቲ ኣብ ደቡብ ዝርከብ ዓሌታዊ ጉጅለ ናብ ብጻዕዱ ክሉክስ ክላን ተባሂሉ ዝፍለጥ ከኣ ሙሉእ ብምሉእ ክጭፍልቆ ድማ ኣዘዘ ብ1965 ሆቨር ኣብቲ ግዜ እቲ ጡረታ ዝወጸሉ ሰብዓ ዓመት ዕድሚኡ እኳ እንተበጸሐ፣ ጆንሰን ግን ነቲ ሕጊ ስለ ዝነጸጎ ሆቨር ኣብ ስልጣን ጸንሐ። ሆቨር ምስ ፕረዚደንት ሪቻርድ ኤም ኒክ ኒክሶን ንነዊሕ እዋን ብሕታዊ ዕርክነት እኳ እንተነበሮ ኣብ መጀመርታ 1970ታት እቶም ኣብ ዋይት ሃውስ ዝነበሩ ጸላእቱ ንዕኡ ንምትካእ ውዲት ስለ ዝኣለሙ መሪሕነቱ ኣብ ሓደጋ ወደቐ። ንዕኡ ዝትክእ ከኣ ቢን ሱሊቫን ዝበሃል ሓደ ካልእ በዓል ስልጣን ነቲ መዝነት ንኽሕዞ ሓጸይዎ። ፕረዚደንት ኒክሶን ንሆቨር ክሳብ'ቲ ግዜ'ቲ ንመንግስቲ እታ ሃገር ንኽግምጥል ምሉእ ሓይሊ ከም ዘለዎ ስለ ዝፈለጠ ኣብ መጀመርታ ሽሕን ትሽዓተ ሚእትን ሰብዓን ክልተን ካብ ስራሕ ምስጓጕ ንዝብል ሓሳብ ፈሪሑ ነጸጎ። እንታይ ደኣ ኣብ ክንድኡስ ንሱሊቫን ካብ ስራሕ ሰጐጎ፣ ኣብ ክንድኡ ከኣ ነቲ ዲፕ ትሮት ተባሂሉ ዝፍለጥን ንናይ ዋተር ጌት ስካንዳል ተባሂሉ ዝፍለጥ ናይ ምጥፍፋእ ንጥፈት ዘበርዓነ ማርክ ፈትል ዝስሙ ኣቐዲሙ ኣባል ናይ ኤፍቢኣይ ብዝነበረ ጥሮተኛ ተክኦ ኣብ መወዳእታ ብክልተ ጉንቦ 1972 ንግሆ ሆቨር ኣብ መበል 77 ዓመቱ ደቂሱ እንከሎ ሞተ ፕሬዚደንት ኒክሶን ሆቨር ድሕሪ ምሟቱ ኣብ ዝነበረ መዓልትታት ነቶም ኣብ ክፍሊ ፍትሒ ዝነበሩ ሰራሕተኛታት ነቲ ሆቨር ኣብ ቤት ጽሕፈቱ ዘቐመጦ ኣዝዩ ብዙሕ ሕቡእ ብሕታዊ ፋይላት ከረክብዎ ከም ዝኣዘዞም እዩ ዝንገር። እቶም ልኡኻት ኣብኡ ኣብኡ ኣብ ዝበጽሑሉ እዋን ግን እታ ናይ ሆቨር ናይ ብሕቲ ጸሓፊት ብመሰረት መምርሒ ሓለቓኣ ንዅሉ እቲ ፋይላት ኣጥፊኣቶ ነበረት። ድሕሪ ሞት ሆቨር ንኤፍቢኣይ ንዓሰርተታት ዓመታት ጸረ ውግእን ፖለቲካዊ ጉጅለታትን ንምስላይ ዘይሕጋዊ ሓለዋ ከም ዝተጠቕመን ክፍሊ ፍትሒ ነቲ ቤት ጽሕፈት ንምቁጽጻር ስጉምቲ ክወስድ ነበሮ ዝብል ክስታት ተላዕለ። እቲ ዘገርም ከኣ ድሕሪ ሆቨር ዝኾነ ይኹን ዳይረክተር ንነዊሕ እዋን ንኸምዚ ዝኣመሰለ ሓይሊ ምእንቲ ከይጽዕር ነቲ ናይ ዋና ዳይረክተርነት ናይ ስልጣን ዕድመ ኣብ ናይ ዓሰርተ ዓመት ግዝኣት ደረት ገበረሉ። ዝኸበርኩም ዛራውያን መደባት ናይዚ ቻነል ንኽዓበን ድሌታትኩም ንኸነማልእ ናትኩም ርእቶ ኮነ ነቐፌታ ስለ ዘገድሰና ሓሳባትኩም ኣብ ኮመንት ኣካፍሉና። ነቕርበልኩም መደባት እንተ ዓጊብኩምሉ ድማ ላይክ ብምግባር ብተወሳኺ ናይ ወትሩ ቤተሰብ ተኸታተልቲ ዘራይ መደባትና ንምዃን ንዝመጽእ ሓደሽቲ መደባት ተኻፈልቲ ንክትኮኑ ኣብዛ ቻነል ቃጨል ጠውቑ ብተወሳኺ ሳብስክራይብ ንክትገብሩን ብኽብሪ ንዕድመኩም ካልእ ክዳሎ እትደልይዎ መደብ እንተሃልዩ ድማ ጽሓፉልና ከነቕርበልኩም ድልዋት ኢና ኣብ ቀጻሊ ብካልእ መደባት ክስብ ኣብ ቀጻሊ ብካልእ መደባት ክሳብ እንረኸብ